ሎማዕንቲ ኣብ ታሪክ ዝተሞርከሰ መደብ ሒዝና መጺና ኣለና እዚ ታሪክ ሲክስ ደይ ኣረብ እስራኤል ዎር ኮይኑ ነቲ ኣብ መንጎ እስራኤልን ሰለስተ ሃገራት ኣዕራብን ኣብ 1967 ዝተኻየደ ሓፂርን ደማውን ውግእ እዩ ናብቲ ታሪክ ከብለኩም ካብቲ እስራኤላውያን ብ ሽሕን ትሽዓተ ሚእትን ኣርባዓን ሸሞንተን ሽሕን ትሽዓተ ሚእትን ሓምሳን ሽዱሽተን ኣብ እተኻየደ ውግኣት ዝረኸብዎ ዓወት ኣትሒዙ፣ እቶም ብግብጺ፣ ሶርያን ጆርዳንን ዝምርሑ ጉጅለ ዓረብ፣ ንእስራኤል ብምስዓር ነቲ ኣብቲ ከባቢ ዝነበረ ኵናት ክቕይርዎ ተሃንጥዮም ነበሩ። ክልቲኦም ወገናት ኣብ መንጎኦም ንዝነበረ ጸገማት ክፈትሕዎ ብዘይምኽኣሎምን ጣልቃ ናይ ካልኦት ሃገራት ይበዝሕ ስለ ዝነበረን ነቲ ዝቕጽል ደረጃ ግጭታት ይዳለዉ ነበሩ። እዚ ድማ ሓደ ካብቲ ኣብ ዘመናዊ መዋእል ዘጋጠመ ስእላዊ ግጭታት እዩ ነይሩ። እቲ ናይ ሽዱሽተ መዓልታት ውግእ ተባሂሉ ድማ ይጽዋዕ። ዓሰርተ ሰለስተ ግንቦት ሽሕን ትሽዓተ ሚእትን ስሳን ሸውዓተን እስራኤል ብዓሰርተ ሓደ ክሳዕ ዓሰርተ ሰለስተ ብርጌድ ናይ ሰራዊታ ጌራ ንሶርያ ክትወቕዓ ምዃና ሕብረት ሶቬት ንግብጺ ብሓሶት ሓበረታ። ከም ግብረ መልሲ ድማ ግብጺ ኣብ ዶባታን ዶብ እስራኤልን ኣብ ሲና ሓይልታት ከተትኩር ጀመረት። ብ ዓሰርተ ሽዱሽተ ግንቦት ግብጺ ንሓይልታት ሰላም ውድብ ሕቡራት ሃገራት ካብታ ሓውሲ ደሴት ፔነዙላ ንክንወጹ ኣዚዛ። ኣብ ተመሳሳሊ ግዜ እስራኤል ብውድብ ሕቡራት ሃገራት ንዩኒኤፍ ማለት ናይ ውድብ ሕቡራት ሃገራት ናይ ኤመርጀንሲ ዩኒት ካብ ዶባታ ንክትዕሪ ዝተዋህባ ሕቶ ነጸገት።

ኣብተን ቀጺለን ዝነበራ ሒደት መዓልትታት ግብጺ፣ እስራኤል፣ ጆርዳንን ንሰራዊቶም ክንቀሳቐሱ ጀመሩ። ኢራቅ ወተሃደራዊ ሓይልታት ናብ ጆርዳን ለኣኸት። ሳዑዲ ዓረብ እውን ኣብ ወተሃደራዊ ስጉምታት ክትሳተፍ ፍቓደኛ ምዃና ገለጸት። እቲ መጠነ ሰፊሕ ግጭት ውዒሉ ሓሪሩ ዘይተርፍ ነጥቢ መቐይሮ ዝኾነ ግና ግብጺ ንመራኸብ እስራኤል ብ22 23 ግንቦት ናብ መትረብ ቲራን ከይኣትዋ ዝገበረቶ ውሳነ እዩ ብሓደ ሰነ እስራኤል ሃገራዊ ድሕርነት ዘለዋ መንግስቲ ኣቖመት። ብኣርባዕተ ሰነ ድማ ናብ ውግእ ክትከይድ ወሰነት። እቲ ኣብ ግብጺ፣ ጆርዳንን ሶርያን ዝነበረ ጥምረት ኣብ ልዕሊ እስራኤል ዕብላሊ ነይርዎ። ወተሃደራት ኣዕራብ ክልተ ሚእትን ኣርባዓን ሽሕ ምስ ሚእቲ ሽሕ ናይ እስራኤል፣ ታንክታት ከኣ ክልተ ሽሕን ሓሙሽተ ሚእትን ኣርባዕተን ናይ ኣዕራብ፣ ሸሞንተ ሚእቲ ናይ እስራኤል፣ ኣብ ነፈርቲ ድማ ትሽዓተ ሚእትን ሓምሳን ሸውዓተን ናይ ኣዕራብ ከምኡ ድማ ሰለስተ ሚእቲ ናይ እስራኤል። ስሕሕ ምስ ግብፂ እስራኤል ንሓይሊ ኣየር ግብፂ ንምጥፋእ ኣብ ሓሙሽተ ሰነ መጥቃዕቲ ክትፍንወላ መደበት ኣብዚ ግዜ እዚ መራኸቢ ብዙሃን እስራኤል እስራኤላውያን ወታደራት ከም ልማዶም ስልጠና እንዳፈፀሙ ዕረፍቲ ከም ዘለዉ ናይ ሓሶት ፀብፃብ ኣሕቲሙ ነበረ ከቢድ መጽናዕቲ ኣብ ልዕሊ ጸላኢ ንእስራኤል ድሌቶም ኣብ ኩነት እተመርኮሰ ንክኸውን ሓጊዞም እዩ። እስራኤላውያን መራሕቲ ነፈርቲ ነቲ መስርሕ ቅድሚ ሓሙሽተ ሰዓት ምጅማሩ እዩ ዝተነግሮም። ስርዓት መከላኸሊ ኣየር ግብጺ ብሓሙሽተ ሰነ ተቋሪጹ ማለት ኣብ ዕረፍቲ እዩ ነይሩ። ኣብዚ መዓልቲ ዳርጋ 200 ዝኣኽላ ነፈርቲ እስራኤል ኣብ 14 ናይ ግብጺ ዓውዲ ነፈርቲ መጥቃዕቲ ውሪደን ኣልባቦም ኣጥፍኣሎም። ሰለስተ ሚእትን ሰላሳን ሸሞንተን ነፈርቲ ግብጺ ዓነዋ። ሚእቲ መራሕቲ ነፈርቲ ድማ ኣብ ውሽጢ ሰለስተ ሰዓት ሞቱ። ሰራዊት ኣየር ዮርዳኖስን ሶርያን ብሓሙሽተ ሰነ ሰዓት ዓሰርተ ሓደ ቅድሚ ቀትሪ ንሓይሊ ኣየር እስራኤል ኣብ መዕረፎ ነፈርቲ መጥቃዕቲ ፈነዉ። ግብረ መልሲ ናይ እስራኤል ድማ ነቲ ናተን ዓውደ ነፈርቲ ምጥቃዕ ነበረ። እዚ ድማ ዕስራን ሸሞንተን ጆርዳን ሓምሳን ሰለስተን ሶርያውያን ከምኡውን ዓሰርተ ነፈርቲ ዒራቕ ዓነዋ። እስራኤል ኣብቲ ዝገበሮ ንጥፈታት ዓሰርተ ትሽዓተ ነፈርቲ ጥራሕ ሰኣነት፣ ነቲ ዝተረፈ ክፋል እቲ ውግእ ድማ ብክሊ ኣየር ምሉእ ቁጽጽር ከም ዘለዋ ኣመስከረት። ናይ መሬት ውግእ ኣብ ሰለስተ ተኸፊሉ ነበረ፣ ግንባር ሲና፣ ግንባር ጆርዳን ከምኡውን ግንባር ሶርያ። ግብጺ ኣብ ሲና ሚእቲ ሽሕ ወተሃደራትን ትሽዓተ ሚእቲ ክሳዕ ትሽዓተ ሚእትን ሓምሳን ታንክታት ነበራ። እስራኤል ብድምር ሰብዓ ሽሕ ወተሃደራትን ሸውዓተ ሚእቲ ታንክታት ዝሓቖፈ ሰራዊት ኣሰለፈት። እስራኤላውያን ኣብቲ እዋን ውግእ ኣብ ክንዲ ደቡባዊ ወገን ናይ ሲና ዘጥቅዑ ብተኸታታሊ ግዜ ብኣይ ሓይሊ ኣየር ገይሮም ነቲ ናይ ሰሜናዊ ወገን ናይ ሲና ከጥቅዑ መደብ ኣውፂኦም ነበሩ። ብሓሙሽተ ሰነ ሰዓት ሸውዓተን ሓምሳን ቅድሚ ቐትሪ ብጀነራል ታል ዝምራሕ ሰለስተ ብርጌድ ናይ ሰሜን ግንባር እስራኤል ናብ ጋዛ ገጾም ኣምርሑ። ዕላማ ድማ ንኻን ዩኒስ ዝተባህለ ከተማ ንክኸቡ ነበረ ግብረ መልሲ ናይ ግብፂ ግን ከምቲ ዝድለ ኣይነበረን ምክንያቱ መፅናዕቲ ግብፃውያን ኣብ ፈለማ ዝቐንዲ መጥቃዕቲ ገይሮም ኣይደምደምዎን ነዊሕ ከይፀንሐ እዚ ንሰራዊት እስራኤል ኣብ ውሽጢ ኣርባዕተ ሰዓት ናብ መስቀላዊ መንገዲ ባቡር ኻን ዩኒስ ካብ ምብፃሕ ኣይዓገቶን ድሕሪቲ ግብጻውያን ዝወረደ ዝነበረ ሓየልን በዳህን ምክልኻል ቀልጢፉ ተሰብረ። ሰዓት ሸሞንተ ቅድሚ ቀትሪ ሽዱሽተ ሰነ፣ ሻብዓይ ብርጌድ ዝርከቦም ሓይልታት እስራኤል ናብታ ህድእትን ሰብ ዘይነበራን ኣልዓርሽ ዝተባህለ ከተማ ኣተዉ። ብሃንደበት ግን ግብጻውያን ካብቲ መሳኹትን ባልኮንን ብመስኮት ክትኩሱ ጀመሩ። ነታ ከተማ ንምቁጽጻር ከኣ ብርቱዕ ውግእ ኮነ። ኣይዲኤፍ ማለት ናይ እስራኤል ወታደራት ነታ ከተማ ምሉእ ብምሉእ ክቋጸርዋ ዝኸኣሉ ሓገዝ ምስ ተላእከ ጥራሕ እዩ። እታ ሰሜናዊት ግንባር ደጊማ ኣብ ክልተ ተኸፍለት። ሓደ ካብኣቶም ናብ መትረብ ስዊዝ ካናል ንቕድሚት ክግስግስ ከሎ፣ እቶም ካልኣይ ጉጅለ ናብ ደቡብ ገጾም ብምጥማት ቪላታን ጃባል ኢብን ዝተባህላ ከተማ ኣቕንዑ። ብሽዱሽተ ሰነ ኣብ ደቡብ እታ ዓሰርተ ኣርባዕተ ሽሕ ወተሃደራትን ሚእትን ሓምሳን ታንክታት ዝሓቖፈት ኣብ ትሕቲ ሜጀር ጀነራል ኣይራል ሻሮን ዝነበረት መበል ሰላሳን ሸሞንተን ክፍሊ ዕጥቂ እስራኤል፣ ዓሰርተ ሽዱሽተ ሽሕ ወተሃደራትን ተስዓ ታንክታት ዝሓዘ ካልኣይ ክፍሊ ወተሃደራት ግብጺ ኣጋጠሙ። እዚ ወተሃደር ኣብ ትሕቲ ሜጀር ጀነራል ሰራዲ ናጊብ ነበረ። እስራኤል ጉዕዞኣ ከይተሰናኸለት ናብ ኣቡጋይላ ገጻ ሰጎመት። ወተሃደር ናይ እስራኤል ካብ ኣየር ብጃንጥላ ደድሕሪ ድፋዕ ግብጻውያን እንዳወረዱ ዝኣክል ምድንጋር ኣእተዉሎም። ዝከላኸሉ ዝነበሩ ግብጻውያን ተዳኽሙ። እዚ ድማ ንIDF መገዲ ከፈተሎም። ድሕሪኡ ብርቱዕ ናይ ታንኪ ውግእ ተገብረ። እዚ ከኣ ኣርብዓ ናይ ግብጻውያን ዓሰርተ ትሽዓተ ከኣ ናይ እስራኤል ታንክታት ምስ ዓነወ ብዓወት እስራኤል ኣብቅዐ። ኣብ ሲና ዝነበሩ ሓይልታት ግብጺ ገና ኣይተተንከፉን ነይሮም። መራሒ ናይዚ ሰራዊት ዝነበረ ማርሻል ዓብደልሃኪም ግን፣ ከተማ ኣቡ ጋይላ ከም ዝወደቐት ምስ ሰምዐ፣ ሰንቢዱ ንዅሎም ወተሃደራት ካብ ሲና ንኽንስሓቡ ኣዘዘ። እዚ ትእዛዝ እዚ ነቲ ወተሃደራት ግብጺ ናይ ምክልኻል ክእለቶም ጥራይ ዝነከየ መስርዕ ኰነ። ኣብተን ቀጺለን ዝነበራ መዓልታት፣ IDF ናብ ምዕራብ ገጾም እናጐስጐሱ ንግብጻውያን ከቢድ ጕድኣት ኣምጽኡሎም። ግብጻውያን ከቢድ ምጽራር እኳ እንተ ፈነዉ፣ ብነፈርቲ እስራኤል እተፈነወ ቦምብታት ግን ብጣዕሚ ኣዳኸሞም። እስራኤል ኣብ ክንዲ ዘንስሓቡ ዝነበሩ ግብጻውያን ንምእራይ፣ ንሰለስተ መራኸቦ ሲናን ግብጽን ክሕዙ ወሰኑ። ካብ ሲና ናብ ቀንዲ መሬት ግብጺ ዘእተዋ ሰለስተ መራኸቦታት ሓሊፎም ምስ ወተሃደራት ግብጺ ክጋጠሙ ወሰኑ። IDF ንኹሎም ወተሃደራት ግብጺ ንኸይሰግሩ ክዓግቱዎም እኳ እንተ ዘይከኣሉ፣ ኣብ ሓንቲ መዓልቲ ጥራሕ ዓሰርተ ሽሕ ግብጻውያን ተቐቲሎም። ብ ሸውዓተ ሰነ ሻርም ኤል ሸኽ፣ ብ ሸሞንተ ሰነ ድማ ራስ ሲደር ምስ ወደቓ ውግእ ናይ ሲና ተዛዘመ።

ስሕብ ምስ ጆርዳን። እስራኤላውያን ንግብጺ ቅድሚ ምስዓሮም ምስ ጆርዳን ሶርያን ክዋግኡ ኣይደለዩን። እንተኾነ ግን ፕረዚደንት ግብጺ ናስር ንንጉስ ጆርዳን ሑሴን ግብጺ ኣብ ልዕሊ እስራኤል ጸብላልነት ኣርያ ከም ዘላ ምስ ኣመኖ ነቲ ኣብ ጆርዳን ዝነበረ ቤት ጽሕፈት ንሕቶ ሰላም ናይ እስራኤል ነጸጎ። ብሓሙሽተ ሰነ ንግሆ ክልቲኦም ወገናት ተኹሲ ጀመሩ። እስራኤል ግን ብወኪል ውድብ ሕቡራት ሃገራት ናይ መወዳእታ ስምምዕ ናይ ተኹሲ ምቁራጽ ናብ ጆርዳን ለኣኸት። ንጉስ ሑሴን ደጊሙ ሓይሊ ኣየር ጆርዳን ድሮ ናብ እስራኤል ገጾም ይጓዓዙ ከም ዘለዉ ሓበረ። ጆርዳንን ዒራቕን ነፈርተን ኣበጊሰን ኣብቲ ብእስራኤላውያን ዝሕሎ ምዕራብ ኢየሩሳሌም ደብዳብ ከውርዳ ጀመራ። እዚ ድማ ዓሰርተ ሽዱሽተ ወተሃደራትን ዒስራ ሲቪል ጉድኣት ኣውረደ። ሸውዓተ ሚእቲ ህንጻ ድማ ተተንከፈ። እስራኤል ከም ግብረ መልሲ መጥቃዕቲ ኣየር ነቲ ኣብ ጆርዳን ዝነበረ ወተሃደራዊ መዕርፎ ነፈርቲ ኣዕነወቶ፣ ናይ ኣየር ዕብልነት ድማ ደጊማ ኣመስከረት። ኣብቲ ግዜ እቲ፣ እቲ ምብራቕ ዮርሳሌም ኣብ ትሕቲ ቁጽጽር ጆርዳን ነበረ፣ ሰራዊት ጆርዳን ከኣ ኣብቲ ናይ ውድብ ሕቡራት ሃገራት ናይ መንግስቲ ገዛ ቦታ ሓዙ። ሰራዊት እስራኤል ሚእትን ሱሳን ሓደን ብርጌድ ነቲ ከባቢ ኣካቢቦም፣ ከቢድ ጉድኣት'ኳ እንተጋጠሞም፣ ጆርዳናውያን ግን ናብ ቤትልሄም ንኽንሳሓቡ ኣገደዱዎም። ጸኒሑ፣ በታ መዓልቲ'ያ እስራኤል ምስቶም ካብ ደቡብን ሰሜንን ዝመጹ ሰራዊት ንምብራቓዊ የሩሳሌም ከበቡዋ። ኣብ ኣሙኒሽን ሂል ዝተባህለ ቦታ ድማ ብርቱዕ ውግእ ተገብረ። ጆርዳናውያን ሓይሊ ተቓውሞ ስለ ዝነበሮም ብጀካ ክልተ መኳንንቲ ካልኦት መኳንንቲ ናይ እስራኤል ሞቱ። ድሕሪ ኣርባዕተ ሰዓት ግን እስራኤል ነቲ ሸቶ ክወቕቑ ክኢሎም። ንጆርዳን ምስ ሰዓርዎም ምሸት ሓሙሽተ ሰነ እቶም ብመኬናካዊ መሳርሒ እተመርሑ እስራኤል ንላትሩን ራማልን ዝተባህላ ከተማ ኣብ ትሕቲ ቁጽር ኣተዎም። ጽንሕ ኢሎም እውን ንኣቡጦር ተቖጻጸሩ፣ ንየሩሳሌም እውን ካብ ቤተልሔምን ሄብሮንን ቈረጽዋ፣ ኢየሩሳሌም ድማ ተረፈት። እስራኤላውያን ግን እታ ታሪኻዊት ከተማ ብሰንኪ ውግእ ጉድኣት ከይወርዳ ሰጊኦም ተቐላጢፎም ኣይኣተዉን። ብሸውዓተ ሰነ ሚኒስተር መከላኸሊ እስራኤል ዝነበረ ሞሼ ዳያን ንሻቕሎት መንግስቲ እስራኤል ሸለል ኢሉ ንተዋጋእቲ ናብታ ጥንታዊ ከተማ ንኽኣትዉ ኣዘዞም። IDF ንዮርሳሌም ብዘይ ብዙሕ ጸገም ተቖጻጸርዋ። ይሁዳ፣ ኬብሮን፣ ቤተልሄምን ናብላስ እውን ብ ሸውዓተ ሰነ ተታሕዛ። ተረፍ ሰራዊት ጆርዳን ናብ ዓዶም ተመልሱ። እስራኤል እውን ኣብዚ ግንባር እዚ ተዓወተት። ስሕሕብ ምስ ሶርያ። ሶርያ ነቲ ፕረዚደንት ግብጺ ጀማል ዓብደልናስር ዝሃቦ ናይ ሓሶት ጸብላልነት ግብጺ ኣብ ልዕሊ እስራኤል ኣሚና ኣየራታ ናብ ገሊላ ኣንቀለት እዘን ነፈርቲ ግን ብናይ እስራኤል ግብረ መልሲ ዶ በላ ስራይዋን ነቲ ኣብ ቴልዳን ዳን ከምኡውን ሽኣር ዩሹፍ ዝርከባ ናይ ማይ ስቴሽናት ንምሓዝ ንእሽቶ መጥቃዕቲ ብኣጋር ሰራዊት ፈተኑ እዚ እውን ብሓይልታት እስራኤል ተኾልፈ ሓደ ካብቲ ሶርያውያን መጥቃዕቶም ክዕወትሉ ዘይከኣሉ ምኽንያት፣ ብርቱዓት ነፈርቲ እስራኤል ከምኡ'ውን እኹል መራኸቢ ብዙሃን ስለ ዘይነበሮም እዩ። በዚ ምኽንያት እዚ፣ ነቲ ኣብ እስራኤል ኣጋር መጥቃዕቲ ንምውራድ እተገብረ ፈተነ ሓዲጎም ብክሊ ኣየር ጥራሕ ክፍትኑ ወሰኑ። ይኹምን እምበር፣ ምሸት ሓሙሽተ ሰነ እስራኤል ብኦፐረሽን ፎከስ ዝበሃል ስርሒት፣ ንክልተ ኣብ ርእሰ ዝተሓየለ ኣየር ሶርያ ብምጥፋእ እቲ ምዝተረፋ ካብቲ ውግእ ብምውጻእን ኣብ ነፈርቲ ሶርያ መጥቃዕቲ ፈነዉ። እስራኤል ንሶርያ ደብዳብ ንክትገብርን ዘይትገብርን ክልተ ክልተ ኮነት። ሶርያ ግን ብጎላን ሃይትስ ዝፍለጥ ሓፍ ዝበለ መሬት ተጠቒማ ንእስራኤል ቦምባታት ክትሰድድ ጀመረት። ስለያ ናይ እስራኤል ግን ብዛዕባ እቲ ሶርያ ብሓፈሻ ዝነበራ ድኽመትን ናይ ጎላን ሄትስ ዝገልጽ ሓበሬታ ኣውፅአት ሚኒስትር መከላኸሊ እስራኤል ሞሽ ዳያን ብዘይ ናይ መንግስቲ ፍቓድ ኣብ ጎላን መጥቃዕቲ ንክፍኑ ትእዛዝ ሃበ እቶም ብኮሎኔል ኣልበርት ማንድለር ዝምራሕ መበል ሸሞንተ ኣጽዋር ተዓጥቀ ብርጌድ ናይ እስራኤል ካብ ጌቫት ሃይም ተበገሰ። ብርትዑ ግን ሕማቕ ጎላጉልን ስለ ዝነበረ ብክልቲኡ ሸነኽ ቁጽሪ ናይ ሙታት ኣዝዩ ይበዝሕ። እስራኤል ግን ብሓገዝ ነፈርቶም ኣብ መወዳእታ ነቲ ውግእ ተዓወትሉ። ኣይንፊት ዛውራ ቃላ ዝተባህላ ቦታታት ድማ ኣብ ትሕቲ እስራኤል ኮና።

ኣብዚ ውሽጢ ሽዱሽተ መዓልቲ ተቐትሉ። እስራኤል ዓቢ ዓወት ረኸበት። ነቲ ኣብ ምዕራባዊ ገማግም ፈለግ ዮርዳኖስ ዝርከብ ሓውሲ ደሴት ጋዛ ከምኡውን ንምብራቕ ዮርሳሌም ኒኮልን ንጓላን እስራኤል ተቋጻጸረቶ። ኣስታት ሓደ ሚልዮን ኣዕራብ ኣብቲ ሓድሽ ዝተታሕዘ ዞባታት ናይ እስራኤል ይቕመጡ ነበሩ። ኣብ እስራኤል እተረኽበ ዓወት ወተሃደራዊ ምስትውዓል ብዝሓሸ መገዲ ብምድላው ስሉጥ ወተሃደራዊ መሪሕነት ስለ ዝረኸበ እዩ። እንተ ኾነ ግን እዚ ሽዱሽተ መዓልቲ ዝወሰደ ውግእ ናይ መወዳእታ ኣይነበረን። ድሕሪ ሽዱሽተ ዓመት ኣቢሉ እቲ ውግእ ናብ ካልእ ከምረ እዩ። ብዙሓት ታሪኸኛት ከም ዝሕብርዎ ግን ናይ ግብጺ ሕልሚ ዝነበረ ፓን ኣራብ ማለት ስምረት ናይ ኩለን ሃገራት ዓራብ ንግዚኡ ፈሪሱ እዩ። ክቡራት ሰማዕቲ The Six Day Arab Israel War ነዚ ይመስል ምንጪ ሓበሬታና The History Vile ኮም ዝበሃል እዩ መደብና ከመይ ከም ዝነበረ ክትነግሩና ርእይቶኹም ከም ወትሩ ተጸቤቲ ኢና ናትኩም ሳብስክራይብ ሼር ከምኡውን ላይክ ንዕቤትና ጠቓሚ እዩ ክሳብ ንራኸብ